ተዛሪቦም ኢለ ንዕኦም ክፃረፍ ዘሕለፍክዎ ግዜ ብጣዕሚ የሕዝነንን የፈንፍነንን ኣብ ህይወተይ እቲ ዘፈንፍነኒ እቲ ዘፈንፍነኒ ዘፈንፍነንን ዘሕፍረንን ኣብዚ ምስ ኣሕዋተይ ዝተባኣስክዎ ግዜ ዘሕለፍክዎ ግዜ ንዘይከብረሉ ኣደይ ተፀሪፈ ነብሰይ ሓሲረ ጓለይ ሓሲረ ህይወተይ ኣብ ሓደጋ እትየ ዝኸፈልክዎ ዋጋ ክብሪ ስለ ዘይረኸብኩሉ ኣብዚ ዘለኹም ኤርትራውያን ኩኑ ኢትዮጵያውያን ኩኑ ተጋሩ ኩኑ ካብ ብልበይ ካብ ብልበይ ሶር ይብለኩም ድሕሪ ሕጂ ተደሊኹም ድሌትኩም በሉ ተደሊኹም ከም ኣሕዋተይ ምዃንኩም እየ ድፈልጥ ድሕሪ ሕጂ ከዓ ንፍቕሪ እምበር ንማንም ሰብ ናይ ማንም ሰብ ተወካሊት ኮይነ ናይ ማንም ሰብ ፀግዒ ኮይነ ንሰብ ከይፀርፍ ብጣዕሚ እዩ ዘሕፍረኒ እቲ ዝገብሮ ነበርኩ ብጣዕሚ ብጣዕሚ ብጣዕሚ እዩ ዘሕፍረኒ ብጣዕሚ ብጣዕሚ ካብ ዝሕፍር ምክንያቱ አ፣ ንስኻ ከም ድሌትካ ክትዛረብ ንኻላ- ንኻልኦት ሰባት ክትዓብስ ከለካ ኣብቲ ግዜ እቲ ድንቁርና ነይርኒ ድንቁርና ነይርኒ ዕሽነት ነይርኒ ምድፍፍኣት ናይ ሰባት ነይርኒ ሕጂ ግን ካብዛ 224 ኣነ ዝፀርፎ ትግራዋይ የለን ኣነ ዝፀርፎ ኤርትራዊ የለን ኣነ ዘነኣእሶ የለን ኣም- ኣብ ህይወተይ እንድሕር ተንኪፍኒ ግን ሓፂበ ክሰጥሖ የመን ብዘየገድስ ማለት ስለዚ ስለ ኩሉ ነገር ስለ ዝበደልኩኹም ብፍላይ ብፍላይ ህዝቢ ትግራይ እቲ ኣነ ተዛረብኩኹም ተቐፂዕለ ሽዕኡ ንቕሓት ኣይነበረንን ንቕሕቲ ይነበርኩን እቲ ኣነ ተዛረብኳ ህዝቢ ከም ህዝቢ ንህዝቢ ከም ህዝቢ ዝጸርፍ መንግስቲ የብልና ባዕል ናብዚ ንዓይ ዝወከለኒ የለን ስምዒት ፍቕሪ ሃገር ስለ ዝነበረኒ እየ ከምኡ ትገብር ነይረ እዚ ከዓ የሕሲርኒ እምበር ኣየኽበረንን ስለዚ ህዝቢ ከም ህዝቢ ዝጸርፍ መንግስቲ የብልናን ኣነ ብናተይ ብስድነተይ እየ ንመላእ ንዝኾነ ሰብ ዝጸርፎ ነይረ ካብ ሕጂ ህዝቢ ትግራይ ካብ ልበይ ሰሩ ኢለካ ኣለኹ በቃ ንዝኾነ ሰብ ኣይፀርፍን እየ ድሕር ሕጂ ድሕር እዚ ሶሪ ዝበልክኹም ገለመለ እንድሕር ስኻትኩም ትፀርፉኒ ኮይንኩም ንዓኹም ምልከት ጉዳየይ ኣይኮነን ኣነ ከም ሞኒካ ግን ኣብዚ ተሪፍኒ ዘሎ ግዜ ምስ ማንም ኤርትራዊ ፍቕሪ ኮይነ ክኸይድ እምበር ምስ ማንም ኤርትራዊ ክበኣስ ኣይደልን እየ ፖለቲካን ፖለቲካን ክኣትዎ ይደሊኔ ክቋማጣዕ ኣይደሊኔ እሕሲርኒ እምበር ኣየኽበረንን ምስ ኣሕዋተይ ኣባኢስኒ እምበር ኣየ- ኣየኽበረንን እ፣ ምስ ጎረባብተይ ኣጻሊኢኒ እምበር ኣየኽበረንን ስለዚ ስለ ኩሉ ነገር ስለ ኩሉ ነገር ኣነ ዝበደልክዎ ሰብ ዘሎ ኣብዚ ሶሪ ተሓዙለይ ካብ ብልበይ ሕጂ ኣሎ ብውሽጠይ ዝስምዓኒ ብውሽጠይ ዝሕርቐኒ ብዙሕ ነገር ኣሎ

ዛቲስ ዋይ እየ ሕጂ እዚ- እዚ ዓይነት እዚ ውሳነ ወሲነ ምክንያቱስ እ፣ በዚ ደሎ ፀርፈካ በቲ ደሎ ፀርፈካ እዋ እንታይ ባገድሽና ኣነ ፀላእ ደብዝሕ ስለዚ ኣይበኣስኒ ንብድሕር ሕጂ ከማነይ እ፣ ኣነ ክፀርፈልካ ትፅበ ሰብ ተለካ ኣብዚ ሕማቕ ኣለኽ እንተኾነ እቲ ፀርፊ ገዲፍና ከም ኣሕዋት ብፍቕሪ ተዘይኮይንና ብኸምዚ ህልኽ ንገብሮ ዘለና ብኸምዚ ሕጂ ንኸዞ ዘለና ዋጋ ከኽፍለና እዩ ዋጋ እዚ ደንጎላ ገለገለ ቀሊል እዩ እዚ ናይ ደንጎላ ሕጂ ቀሊል እዩ እዞም ደንጎላ ዘልዕሉ ዘለዉ ጽባሕ ንጎ ብረት እንተረኺቦም እውን ብረት ከልዕሉ እዮም ምክንያቱ ኣብዛ ሰዓት እዚ ደንጎላ እያ ደላቶም ብረት የብሎምን ብረት ኔራቶም ኔራ ተትኸውን ኣብዛ ሰዓት እዚኣ እውን ብረት ኣልዒሎም ምኾስተሩና ኔሮም

ይቃወም ይደግፍ ብዘየገድስ ኤርትራዊ ጥራይ ይኹን ወላ ኤርትራዊ ኣይኹን ማንም ዜጋ ኹን ንማንም ዜጋ ክዝንጥል መሰል የብለይን መሰል የብለይን እቲ ናይ ቅድሚ ሕጂ ዝገበርክዎ ብጣዕሚ ደጣዕሰኒ በቃ ድምለስ ነይሩ ተትኸውን ካብ ዜሮ ሓኽኽ ኣቢለ መለስክዎ ነይረ ስለዚ ግን ሰብ ስለ ዝኾንኩ ደቂ ሰባት ኢኻ ደቂ ሰባት ስለ ዝኾንካ ትጋገ ኢኻ ብፍላይ ኣነ ዝቐየምክዎ ህዝቢ እንድሕር ኣሎ ብፍላይ ንህዝቢ ትግራይ ንህዝቢ ትግራይ ደጊመ ተጋጊመ ሶሪ ኣብዚ ዘለኹም ቶም ኤርትራውያን ኣሕዋተይ ከዓ በቃ ድሕር ሕጂ ካባይ ሲ ካባይ ሕማቕ መልሓስ ኣይትረኽቡን ኢኹም እንዳ ድሌተይ ገዛ ክኣት ምስ እንዳ ድሌተይ ክስሕቕ እወ ሕጂ ይቕሬታ ንኹሉ እንዲ ተረዲኻ ነብዛ ታሕቲ ከዓ እብሉ ኣለዉ ማለት ልቢ ሰብ ብቐሊል ይትንከፍ ብቐሊል ከዓ ድበስ ማለት እዩ ሞኒካ ሓፍትና ህዝብኺ እዮም ተፀረፍኪ እዮም ኣሕዋትኪ እዮም ግን ልቢ ተተንኪፎም ስምዒታውያን ሰባት ኣለዉ፣ ቂም ድሕዙ ሰባት ኣለዉ። እታ ናይ ኣጎሎጉዛይ እውን ምስኣ ገይርኪ ልክም ኣቢልኪ ህዝብኺ እዮም ይቕሬታ ተሓተትኪ እዮም ንዓኺ የኽብረኪ እምበር ኣይሕስረክን እዩ። ታንክ ዩ ባንዳ
ህዝቢ ኣኮሎግዛይ እኳ ጭዋን ጭዋን ጅግናን ህዝቢ እኳ እዩ። ከም ሰብ ሕጂ ነቲ ሕብረተሰብካ ክትንክፉልካ ከለዎ ሓደ ውልቀ ሰባት ገለመለ ከም ሰብ ዝስምዓካ ምስ በዝሐ እምበር ምስ ህብ- ምስ ህዝቢ ኣኮሎ ግዛይ ህ- ኣነ ካብ ኣኮሎ ግዛይ ተኾንኩስ እንታይ ዶ ትፈልጥኒ ኢኹም ዝፈልጠኒ ሰብ ኣሎ ድዩ የለን እኳ ስለዚ ኣይኳን ዶ ንህዝቢ ኣኮሎ ግዛ ነዚ ጭዋ ጅግና ህዝቢ ኣኮሎ ግዛ ኣይኮነስ ንጎረባብትና ከማን ሰሩ ይብል ኣለኹ ኣውራ እምበር ንዕኦም ኣውራ ስ- እሱ ከማን ስምዒታዊት ኮይነ እ፣ ሓደ ክልተ ሰባት ስለ ዝደፋፍኡኻ ኣብቲ ዝራበይ ከማን ናተይ ስንፍና ናተይ ድኽመት ስለ ዝኾነ ብዝያዳ እምበር ንዕኦም ከኣ ደጊመ ደጋጊመ ብጣዕሚ እየ ዝፈትወኩም እታ መሬት ብሓንሳብ ኢና ወዲቕና ኣላ ክንደይ ጀጋኑ ደቂ ኣትኮሎግዛይ ምሳይ ነይሮም እዮም ክንደይ ጀጋኑ ከኣ ቀቢረ መጽኤ ስለዚ I love you so much ብዝገበርክዎን ብዝጸረፍክኹምን ካብ ብልበይ ሶሪ

ዋይ ተሰዲድካ መጺኻ እንድሕር ውግእን ወረ ውግእን እንድሕር ንደሊ ኮይና ካብ ዓድና ወፂና እንድሕር ኣብዚ መፂና ንበኣስ ኮይና እንታይ ክንገብር ደሞ ኣብ ዓድና ኮፍ ዘይንብል ኣይከኣልናዮን ግን ኩላትና ነብሰይ ነብሰ ማተይ ኣይከኣልናዮን ሕጂ ግን ብደንበ ተቃውሞ ደለካ ዲካ ብደንበ ደግ- ደጋፋ ደለካ ዲካ ተሰዲድካ ኣለካ ኣብ ዓዲ ኮይኖም ዝፅበዩ ስድራ ኣለውካ ሓዳር ኣለውካ ንሕና ንኣልዮም ፋሚሊ ኣለዉና ካባና ዝጽበሲ ክንደይ ትንፋስ ኣሎ ንሕና ንዕንግሎ ስለዚ ነዚ ንሕና ንዕንግሎ ንሕና ንዕንግሎ ህዝቢ ድዩ ሕዋትካ ድዩ ሓፍትኻ ድዩ ኣብ ግመት እቲኻ ሃገርካ ክትፈቱ ትኽእል ኢኻ ክትቃወም ትኽእል ኢኻ ሂወትካ ኣብ ሪስክ እቲኻ ግን ክኸውን የብሉ ስለዚ እዚኣ ወደሓንኩም ስለ ኩሉ ነገር ከዓ ቴንኪው ሳሚ ሓወይ ግዜ ሂብካ ብ ስለ ዘዛረብካኒ ንስኻትኩም ዞም ኣሕዋተይ እውን ተገዲስኩም ንዓይ ማለት ካባይ ስፅቡቅ ብፍላይ በቲ ደንበ ተቃውሞስ ካባይ ፅቡቅ ኣይረኸብኩምን ኣብቲ ግዜ እቲ ተኣነ በቃ ዲክታተር እየ ነይረ በቃ ምክንያቱ ኣብ ዓዲ ዲሞክራሲ ኮይነ ዲሞክራሲ ኣይፈለጥክዎን ኣብ ዓዲ ዲሞክራሲ ኮይነ ኣነ ጥራይ ክዛርብ ደሊ ነይረ ንዓኹም ክዕፍነኩም ደሊ ነይረ ይኽፋእ ይጸብቕ እቲ ትዛረብዎ ንዓኹም ጽቡቕ እንድሕር ኮይኑ እቲ ኣነ ትዛረቦ ንዓይ ጽቡቕ እዩ እቲ ስኻትኩም ትዛረብዎ ከዓ ንዓኹም ጽቡቕ እዩ ሪስፔክት ክገብሮ ነይርኒ ዶ እዋይ ገበርክዎን ግን ድኽመት ነይርኒ ኣይቀሰምኩን ፖለቲካ ኣይቀሰምኩን ሓደ ንፉዕ ፖለቲከኛ ግን ይኽፋእ ይጸብቕ ተቃዋማይ ይኹን ደጋፋይ ይኹን ናይ ክልቴና ኣብዚ ዓድስ በዚ ናይዚ ዓዲ ኣለዎ ሕጂ

ኣብ ዓዲ ዲሞክራሲ መጺኻ እስኻ ጥራይ ክትዛረብ እንድሕር ትደሊ ኮይንካ ኣነ ናተይ ጽቡቅ ኮይኑ ዝስምዓኒ እቲ ሓደ ከኣ ናቱ ጽቡቅ ኮይኑ ዝስምዖ ስለዚ ተጠማሚትና ተረዳዲእና ተናቢብና ደኣ ክንከይድ ኣለና እምበር ኣነ ናተይ እዩ ጽቡቅ እስኻ ናተይ ናትካ እዩ ጽቡቅ ተባሃሂልና ብጀካ ባእሲ ካልኣይ ኣምጻልና እንድሕር ባእሲ ከኣ ደንጎላ ኣምጺልና ስለዚ ኣብ ዓዲ ዲሞክራሲ ኮይንካ ንሰብ ኣፉ ክትዕፍኖ መሰል የብልካን። ከም ድሌትካ ትዛረብ ኣለኻ ከም ድሌት ትዛረብ ኣሎ ከም ድሌትካ ትፅሕፍ ኣለኻ ከም ድሌት ትፅሕፍ ኣሎ ስለዚ ተኸባቢርና ንኸይድ እመኑኒ ተኸባቢርና እንድሕር ከይድና ተኸባቢርና እንድሕር ከይድና ገለ ለውጢ ክንርኢ ኢና ገለ ለውጥስ ክንርኢ ኢና ኣብዚ ኣብ ስደት ዘለናዮ መጀመርያ ንሕና ብንሕና ኣሕዋት ብሕዋትና ማለት እዩ ስለዚ ካብዚኣ ሓሊፈ ሶላ ሓንቲ ኣይብልኒ ኣነ ድኽምቲ ሓፍትኹም እየ ካብዚኣ ንላዕሊ ክመክር ዓቕምን የብለይን እዚኣ ግን ተደሊኹም ትወስድዋ ተደሊኹም ኣይትወስድዋን ሂወትኩም ኣብ ዋጋ ዕዳጋ እቲኹም ግን ንዝኾነ ነገር ልዕሊ ነብስኹም ኣይትፍተዎ በቃ ልዕሊ ነብስኻ ትፈትወሲ ወላ ሓንቲ ሓሶት እዩ በቃ ሓሶት እዩ ዩዝ ኤንድ ዝረው ተጠቂሙ እዩ ድርቤካ ልዕሊ ነብስኻ ህይወትካ ኣብ ሓደጋ እቲኻ ዝኾነ ሪክስ ከይትወስድ ብክልቲኡ ወገን ስድራ ኣለውኹም ዝፅበዩ ስድራ ኣለኹም ጉዳይ ስድራና ንግበር ፖለቲካሲ ወላ ተተጠቀምካሉሲ ንነብስኻ ኣዋጋዕ ዕዳጋ እቲኻ ክኸውን የብሉ

ንመላእ ህዝቢ ትግራይ ቅድሚ ሕጂ ዝጸረፍኩኹም ካብ ብልበይ ካብ ብልበይ ካብ ብልበይ ብልበይ ተንበርኪኸ ሶር እብለኩም ህዝቢ ከም ህዝቢ ክጸርፍ ኣይግብኣንን እዩ መሲልኒ ዝኸብረሉ መሲልኒ እምበር ዝሓስረሉ ይመሰለኒ ነይሩ ስለዚ በዚ ኣጋጣሚ እዚ ህዝቢ ትግራይ ተንበርኪኸ ሶር እብለኩም ኣሎ ካብ ልበይ ሶር ይተሓዙለይ ንብድሕር ሕጂ

ቅድሚ ሕጂ ኣብ ጌጋ መንገዲ እየ ነይረ ንዓይ ክጥዕመኒ ሰልፍ እዚ ሰልፍሽነት እዩ ንባዕለይ ከም ድሌተይ ክዛረብ ኣፍ ናይ ካልኦት ሰባት ግን ከም ድሌቶም ተዛሪቦም ኢለ ንዕኦም ክጻረፍ ዘሕለፍክዎ ግዜ ብጣዕሚ የሕዝነንን የፈንፍነንን ኣብ ሂወተይ እቲ እቲ ዘፈንፍነኒ እቲ ዘፈንፍነኒ ዘፈንፍነንን ዘሕፍረንን ኣብዚ ምስ ኣሕዋተይ ዝተባኣስ ዘተባኣስክዎ ግዜ ዘሕለፍክዎ ግዜ ንዘይከብረሉ ኣደይ ተጸሪፈ ነብሰይ ሓሲረ ጓለይ ሓሲረ ሂወተይ ኣብ ሓደጋ እቴ ዝኸፈልክዎ ዋጋ ክብሪ ስለ ዘይረኸብኩሉ ኣብዚ ዘለኹም ኤርትራውያን ኩኑ ኢትዮጵያውያን ኩኑ ተጋሩ ኩኑ ካብ ብልበይ ካብ ብልበይ ሶር ይብለኩም ድሕሪ ሕጂ ተደሊኹም ድሌትኩም በሉ ተደሊኹም ከም ኣሕዋተይ ምዃንኩም እየ ዝፈልጥ ድሕሪ ሕጂ ከዓ ንፍቕሪ እምበር ንማንም ሰብ ናይ ማንም ሰብ ተወካሊት ኮይነ ናይ ማንም ሰብ ፀግዒ ኮይነ ንሰብ ከይፀርፍ ብጣዕሚ እዩ ዘሕፍረኒ እቲ ዝገብሮ ነበርኩ ብጣዕሚ ብጣዕሚ ብጣዕሚ እዩ ዘሕፍረኒ ብጣዕሚ ብጣዕሚ እኳ ዝሕፍር ምክንያቱ እ፣ ንስኻ ከም ድሌትካ ክትዛረብ ንኻልኣ- ንኻልኦት ሰባት ክትዓብስ ከለኻ ኣብቲ ግዜ እቲ ድንቁርና ነርኒ ድንቁርና ነርኒ ዕሽነት ነርኒ ምድፍፍኣት ናይ ሰባት ነርኒ ሕጂ ግን ካብዛ 224 ኣነ ዝፀርፎ ትግራዋይ የለን ኣነ ዝፀርፎ ኤርትራዊ የለን ኣነ ዘነኣእሶ የለን ኣብ ኣብ ህይወተይ እንድሕር ተንኪፍኒ ግን ሓጺበ ክሰጥሐ መን ብዘየገድስ ማለት ስለዚ ስለ ኩሉ ነገር ስለ ዝበደልኩም ብፍላይ ብፍላይ ህዝቢ ትግራይ እቲ ኣነ ተዛረብኩም ሽዕኡ ንቕሓት ኣይነበረንን ንቕሕቲ ይነበርኩን እቲ ኣነ ተዛረብኳ ህዝቢ ከም ህዝቢ ንህዝቢ ከም ህዝቢ ዝፀርፍ መንግስቲ የብልና ባዕል ናብዚ ንዓይ ዝወከለኒ የለን ስምዒት ፍቕሪ ሃገር ስለ ዝነበረኒ እየ ከምኡ ትገብር ነይረ እዚ ከዓ የሕሲርኒ እምበር ኣየኽበረንን ስለዚ ህዝቢ ከም ህዝቢ ዝፀርፍ መንግስቲ የብልናን ኣነ ብናተይ ብስድነተይ እየ ንመላእ ንዝኾነ ሰብ ዝጸርፎ ነይረ ካብ ሕጂ ህዝቢ ትግራይ ካብ ልበይ ሶሪ ኢለካ ኣለኹ በቃ ንዝኾነ ሰብ ኣይጸርፍን እየ ድሕሪ ሕጂ ድሕሪ እዚ ሶሪ ዝበልክኹም ገለመለ እንድሕር ንስኻትኩም ትጸርፉኒ ኮይንኩም ንዓኹም ምምልከት ጉዳየይ ኣይኮነን ኣነ ከም ሞኒካ ግን ኣብዚ ተሪፍኒ ዘሎ ግዜ ምስ ማንም ኤርትራዊ ፍቕሪ ኮይነ ክኸይድ እምበር ምስ ማንም ኤርትራዊ ክበኣስ ኣይደልን እየ። ፖለቲካን ፖለቲካን ክኣትዎ ኣይደልን እየ፣ ክቋማጣዕ ኣይደልን እየ። ኣሕሲርኒ እምበር ኣየኽበረንን፣ ምስ ኣሕዋተይ ኣባኢስኒ እምበር ኣየኽበረንን፣ ምስ ጎረባብተይ ኣጻሊኢኒ እምበር ኣየኽበረንን። ስለዚ ስለ ኩሉ ነገር ስለ ኩሉ ነገር ኣነ ዝበደልክዎ ሰብ ዘሎ ኣብዚ ሶሪ ተሓዙለይ ካብ ብልበይ ኣርባዕተ ነጥቢ።